ኣብ ንኡስ ዞባ ዓዲቐይሕ ኩነታት ጥሪትን መጋሃጫን ኣብ ፅቡቕ ደረጃ ከምዝርከብ ክኢላ ሃብቲ እንስሳ ኣብቲ ንኡስ ዞባ መንእሰይ ተወልደ ኣለም ሓቢሩ። ንኤሪና ብዝሃቦ ሓበሬታ መንእሰይ ተወልደ ናይ ሎሚ ዓመት ህጡር ክራማት ኣብ ምስሳን ሕሩም ሕዛእቲ ብሓፈሻ ኣብ ምብራቓዊ ኣፃድፍ ዘሎ ሕሩም ሕዛእቲ ብዕራይ ድማ ብፍላይ ዓብይ ኣስተዋፅኦ ከምዝገበረ ኣብሪሁ። ንሱ ኣስዒቡ፣ ኣቐዲመን ፍሩስካ ጥራይ ዝምገባ ዝነበራ ናይ ጸባ ከብቲ ኣብዚ ግዜ'ዚ ኣብቲ ንኡስ ዞባ ኣብ ዝርከብ ሽዱሽተ መጋሃጫታት እኹል ሓምላይ መግቢ ረኺበን ብምህላወን ዝምስገን ምህርቲ ጸባ ይህባ ከም ዘለዋ ገሊጹ። ኣብ ንኡስ ዞባ ዓዲ ቀይሕ ልዕሊ ዘሎ ዓሰርተ ሓሙሽተ ዲጋታትን ዕስራን ሰለስተን ራህያታትን ድማ እኹል ማይ ኣዋህሊለን ብምህላወን ኣብ ቀረብ ዝስተ ማይ ሰብን ጥሪትን ዘሰክፍ ከም ዘየለ ካብ ቤት ጽሕፈት ሕርሻ'ቲ ንኡስ ዞባ ዝተረኽበ ሓበሬታ የረድእ።
ኣብ ወቕቲ ምጅማር ኣካዳሚያዊ ትምህርቲ ብመምሃራን ይኹን ተምሃሮ ዝረእ ምድንጓያት ንኽውገድ ርእሰ መምሃራን ዝለዓለ ተራ ክፃወቱ ሓላፊ ጨንፈር ሚኒስትሪ ትምህርቲ ዞባ ጋሽ ባርካ ኣቶ መሓመድ ዓሊ ኢብራሂም ኣዘኻኺሮም። ኣቶ መሓመድ ዓሊ ብ ዕስራን ክልተን መስከረም ኣብ ከተማ ባረንቱ ምስ ርእሰ መምሃራን ኣብ ዝገበሮ ርክብ ኣብቲ ዞባ መስርሕ ምዝገባ ካብ ዕስራን ሽዱሽተን ክሳብ ሰላሳን ሓደን መስከረም ክካየድ ካብ ሰለስተ ጥቅምቲ ድማ ስሩዕ ትምህርቲ ክጅምር ምዃኑ ብምሕባር ኩሎም መምሃራንን ተምሃሮን ኣብ ግዜኦም ክርከቡ ጸዊዑ። ኣብዚ ዓመተ ትምህርቲ እዚ ምሕጋዝ ብዝተፈላለየ ምኽንያት ድኽመት ዘርኣዩ ተምሃሮ ዓቢ ኣቓልቦ ክወሃቦ ምዃኑ ጠቒሱ ድማ ብቕዓት ትምህርቲ ንምርግጋፅ ኣብ ዝካየድ ዘሎ ፃዕሪ ሓለፍትን ተቖፃፀርትን ትምህርቲ፣ ርእሲ መምሃራን፣ ወለድን ተምሃሮን ዓውደ ኣዋርሕ ሚኒስቴር ትምህርቲ ብግቡእ ክትግብሩ ኣተሓሳሲቦም። ዋና ዳይሬክተር ክፍሊ ማሕበራዊ ኣገልግሎት ዞዋጋሽ ባርካ ኣቶ ገብረስላሰ ነጋሽ ብወገኑ፣ ምምሕዳራት ኣብ መስርሕ ምምሃርን ምስትምሃርን ዘለዎም ተራ ቀሊል ስለዘይኮነ ልዑል ኣቓልቦ ክወሃቦ ዘለዎም እነት ገሊፆም። ኣብ ዝሓለፈ ሰሙን ኣብ ሜላታት ኣመዛዝና ተምሃሮ ምሕደራ ትምህርቲ፣ ቤት ትምህርትን ትምህርታዊ ሓበሬታን ከምኡ እውን ምኽላስ ዓመታዊ መደብ ስራሕ ዘተኮረ ስልጠናታት ኣብ ከተማ ባረንቱ ከም እተዋህበ ካብ ቤት ፅሕፈት ሚኒስትር ትምህርቲ እቲ ዞባ ዝረኸብናዮ ሓበሬታ የነፅር። ኣብ ዞባ ጋሽ ባርካ ካብ ቅድመ ትምህርቲ ክሳብ ካልኣይ ደረጃ ስሩዕ ኣገልግሎት ዝህባ ኣርባዕተ ሚእትን ሸሞንተን ኣብያተ ትምህርቲ ኣለዋ።
ትካላት ወሃብቲ ኣገልግሎትን ንግድን ኪኖቲ ንህዝቢ ዝገብርኦ ኣቕርቦት ኣብ ፅባቐ ከተማን ቱሪዝማዊ ሰሓብነትን ልዑል ኣበርክቶ ስለዘለወን ኣብ መዓልታዊ ንጥፈታተን ፅፉፍን ስሉጥን ኣገልግሎት ከዘውትራ ከምዝግባእ ፍሉጥ እዩ። ነዚ ዝቆፃፀርን መእረሚ ስጉምቲ ዝወስድን ጨንፈር ሕግን ስርዓትን ድማ ኣብ ቀፃሊ ስራሕ ይርከብ። ኣብ ዞባ ማእከል ብዛዕባ ዝሰላሰል ዘሎ ዕማማት ፊያሜት መስፍን ንዘዳለወቶ ፀብፃብ ያሲን ሳልሕ።
ኣብ ዞባ ማእከል ዝነጥፋ ትካላት ንግዲ ብሕግን ስርዓትን ተማእዚዘን ክኸዳ ሓያል ስራሕ ይሰላሰል ከምዘሎ ሓላፊ ጨንፈር ሕግን ስርዓትን ናይቲ ዞባ ኮሎኔል ክንፈ ሃብቶም ሓቢሩ። ዝበዝሓ ትካላት ንሕጊ ኣኽቢረን ዝኸዳ እኳ እንተለዋ ገለ ግን ክጥሕስኦ ከም ዝረኣያ በዚ ምኽንያት ድማ እቲ ጨንፈር መቕጻዕቲ ክብይነለን ከም ዝግደድ ዝጠቐሰ ኮሎኔል ክንፈ ኣብዚ ዝሓለፈ ኣዋርሕ ሰለስተ ሽሕን ሚእትን ሱሳን ክልተን ትካላት ብድምር ልዕሊ ሓሙሽተ ነጥቢ ሸውዓተ ሚልዮን ናቕፋ ከም እተቐጽዓ ገሊጹ። ንኤሪና ኣብ ዝሃቦ ሓበሬታ ኮሎኔል ክንፈ እተን ንዝተዋህበ መምርሕን መጠንቀቕታን ጥሒሰን ዝተቐጽዓ ትካላት ብቐንዱ ሚዛን ሕብስቲ ዘጉደላ፣ ካብ ዝተወሰነ ዋጋ ንላዕሊ ዘኽፈላ፣ ዘይተመርመረ ጸባን ስጋን፣ ንህዝቢ ክዕድላ ዝተረኽባ፣ ዝርዝር ዋጋታት ዘይለጠፋ፣ ጽሬት ዘጉደላን ካልእ ሮቛሒታት ዘየማልኣን ምዃነን ኣፍሊጡ። መብዛሕትኡ ግዜ ዘጋጠመና፣ ዘጋጥመና ነገር እንተልዩ፣ ዝተተምየኑ ንብረት ብፍላይ ኣብቲ ዝብላዕን ዝስተን ግዚኡ ዝሓለፈ ንብረት ኣብ ላዕላይ ባኩኡ ካልእ ዝጸንሓካ፣ ኣብ ታሕታይ ባኩኡ ካልእ ዝጸንሓካ ግዚኡ ዘሕለፈ ዝተባላሸወ ንብረት ዝመጽእ ስለ ዘሎ ብቐንዱ እቲ ዘይሕጋዊ ንብረት መበገሲኡ እዚ እዩ። ስለዚ ኣብ ከተማ ኣስመራ ጥራሕ ምስ ኣተወ ንምቁፅፃሩ ንምፍታን ፈተነታት እኳ ኣካየድ ተኾነ ውፅኢታዊ ኸውን ወይ ኣድማዓ ኸውን ኣይክእልን እዩ። ስለዚ ብቐንዱ እቲ ምንጪ ናይ ዝኣትውሉ ቦታታት ክግታእ እዩ ዘሎ። ነዚ ተግባር እዚ ብተደጋጋሚ ዝፈፀማ ትካላት ብተወሳኺ ካብ ሓደ ወርሒ ክሳብ ሽዱሽተ ወርሒ ከም እተዓሸገ ኣረዲኡ። ብዘይካዚ ኣብ ምንቅስቓስ ኣጋርን ተሽከርከርትን ጸገም ክፈጥራን ጠንቂ ሓደጋታትን ኮይነን ዝጸንሓን 553 ዝእግረን ዓረብያታት ከም እተወገና ዝሓበረ ኮሎኔል ክንፈ ኣብቲ ዞባ ብዝሒ ፍቓድ ዘየውፅኣ ብሽግለታታት ብምህላወን ወነንተን ካብ ምሕዳራት ከባቢኦም መሰነይታ ወረቐት ብምሓዝ ክምዝገቡ ኣተሓሳሲቡ ኣብ መወዳእታ ኮሎኔል ክንፈ ኣብ ንግዲ ዝተዋፈረ ዝኾነ ሕጋዊ ነጋዳይ ንተገልጋሊ ቅብሊት ክህቦ ከም ዝግደድ ብምምልካት ህዝቢ ካብ ዝተሰለዐ ዋጋታት ንላዕሊ ንሸጡ ነጋዶ ኣብ ምቅላዕ ክተሓባበር ጸዊዑ። ጽቡቕ ውጽኢት ኣምጺኡ ወይ ተገቲኡ ክንብሎ ንኽእል ኢና ግን ገና ዝቀላቐል ዘሎን ዋላ ናይ ሓደ መዓልቲ እውን ዕርፍቲ ዘይህብን ስራሕ ስለዝኾነ ነዚ ንምቁፅፃር ሓያል ዕማምን ስራሕን ይፅበየና ከምዘሎ ከም ዘለዎ እዩ ስለዚ እዚ ስለ ዝኾነ እቲ ሓፈሻዊ ዕማምና እዚ ኣብ እዋን ጓ ተገቲኡ እንተበልናዮ ዝቕፅል ቀጻሊ ስራሕ ቀጻሊ ከኣ ምክትታል ዘድልዮ ምዃኑ እዩ።
ዕስራን ሸውዓተን መስከረም ኣህግራዊ መዓልቲ ቱሪዝም ቱሪዝም ንኹሉ ቱሪዝማዊ ጸጋታት ተበጻሕቲ ይኹኑ ብዝብል ቴማ ብ25 መስከረም ብደረጃ ሃገር ኣብ ዞባ ደቡብ ንኡስ ዞባ ድባርዋ ተዘኪራ። ኣብቲ ኣብ ፋብሪካ ውፅኢት ፆባ ኣዜብ ዝተኻየደ ስነ ስርዓት ኣብ ሚኒስትሪ ቱሪዝም ዋና ዳይሬክተር ክፍሊ ኣገልግሎት ቱሪዝም ኣቶ መሓመድ እድሪስ ኣብ ዘስምዖ ቃል ቀንዲ ዕማማት እቲ ሚኒስትሪ ኤርትራ ብዘለዋ ውህብ ፀጋታት ሓንቲ ካብ ተበፃሕቲ ሃገራት ንምግባራ ምዃኑ ጠቒሱ ፅላት ቱሪዝም ክምዕብልን ክዓብን እንተኾይኑ ሰላምን ርግኣትን ፅሬት ዕቃበ ታሪኻዊ ህንፃታትን ቅርስታትን ልዑል ኣድህቦ ክወሃቦም ስለዘለዎ ንቕሓት ህዝቢ ክዓቢ ከምዝግባእ ኣረዲኡ። ኣቦ ወንበር ማሕበር ወሃብቲ ኣገልግሎት ኤርትራ ኣቶ ሰሎሞን ኣብርሃ ብወገኑ፣ መንግስቲ በቢጊዚኡ ዘተግብሮ ዘሎ ዓበይቲ ልምዓታዊን ትሕተ ቅርፃውን መደባት ንቱሪዝማዊ ወፍሪ ዘተባብዕ ምዃኑ ጠቒሱ ፅላት ቱሪዝም ሃገርና ንምምዕባል ሓበራዊ ፃዕሪ ከምዘድሊ ኣስሚርሉ። ተሳተፍቲ ድሕርቲ ስነ ስርዓት ኣብ ዲጋ ምስላም ዑደት ኣካይዶም። ኣህግራዊ መዓልቲ ቱሪዝም ብደረጃ ዓለም ንመበል ሰላሳን ሽዱሽተን ብደረጃ ሃገርና ድማ ንመበል ዕስራን ክልተን ግዜኣ እያ ተዘኪራ።
ኣብ ከባቢ ጊንዳዕ ናይ ዝርከባ ትካላት ሰራሕተኛታት፣ ኣባላት ምምሕዳርን ሓይልታት ምክልኻልን ብዝትካእ ደም ዘይትካእ ህይወት ንምድሓን ደም ለጊሶም። ንሳቶም ንኤሪና ኣብ ዝሃብዎ ሓበሬታ፣ ልግሲ ደም ከም ባህሊ ብምስራጽ ቀረብ ውሑስ ደም ንምርግጋጽ ብደረጃ ዞባ ሰሜናዊ ቀይሕ ባሕሪ ኣብ ክልተ ሽሕን ዓሰርተ ሓሙሽተን ዝቖመ ማሕበር ወለንታውያን ለገስቲ ደም ኣዝዩ ኣገዳሲ ምዃኑ ብምጥቃስ፣ ዝለገስዎ ደም መንፈሳዊ ዕግበት ከም ዝፈጥረሎም ገሊጾም። ጸሓፍት ማሕበር ኣቶ ሰመረ በርሀ ኣብ ዝሃቦ ሓበሬታ፣ ወለንታዊ ልግሲ ደም ኣብ ከተማ ባጽዕ ብትካላት ትምህርቲ ተጀሚሩ ከም ዘሎ፣ ኣብ ጊንዳዕ ድማ ኣብ ኩለን ትካላትን ምምሕዳራትን ወከልቲ ብምምዳብ ይተግበር ከምዘሎ ብምንጻር፣ እቲ መደብ ኣብ ንኡሳን ዞባታት ኣፍዓበትን ናቕፋን ክቕጽል ምዃኑ ኣረዲኡ። ኣቶ ሰመረ ወሲኹ፣ ኣፍልጦ ሕብረተሰብ ኣብ ልግሲ ደም ብሓፈሻ፣ ወለንታውያን ልግሲ ደም ድማ ብፍላይ ንምብራኽ ዛጊት ልዕሊ ሰለስተ ሽሕ ዜጋታት ዝተሳተፍዎ ጎስጓሳት ከምዝተኻየደ፣ ከም ውጽኢቱ ድማ ዓሰርተ ሚእታዊት ናቶም ደም ከምዝለገሱ ኣብሪሁ። ብዘይካ'ዚ ኣብ ጨንፈር ሚኒስትሪ ጥዕና እቲ ዞባ ኣሃዱ ጎስጓስን ሓበሬታን ብፍላይ ን RH ኔጋቲቭን ፖዚቲቭን ዝምልከት ሰሚናር ከምዘካየደ ወኪል ኤሪና ሓቢሩ።